እምበር ኣዛን ህድም እየ ወጺኣ። ብጣዕሚ እዩ ሰፊሕ ክልተ ሚእትን ሓምሳን ካሬ እዩ ትኣምኑ ዲኹም? ልዕሊ ሸውዓተ ክላስ ዘለዎ እዩ። ክልተ ሚእትን ሓምሳን ካሬ ምህዳም ማለት እሞ ኸዓ እንዳ መዳም እናሰራሕኻ ናይ ሰብ ገጽ እናረኣኻ ክንደይ ጽፍዒት እናሓለፍካ ኸምዙይ ዝበለ ገንዛ ምስራሕ እንድዒ ከመይ ዘልክን ጀጋኑ ዋዕሮ ታቲክን ኣይፈልጥን ብቻ ያው ናይ እግዚኣብሔር ሓይሊ እንድዩ እግዚኣብሔር ይመስገን ንኹሉ ነገር ግን ደቂ መድያን ቅመም ብጣዕሚ እየ ዘድንቐክንን ዘኽብረክንን ጀጋኑ ኢኽን ማርያምን ከም ደቂ መድያን ቅመም ጅግናስ የለይ ማንም ኣውሮፓ ዝነብር ሰብ ከምዚ ዘለ ገዛ ኣየስርሕን ማለት እዩ እና ገሪምኒ ማለት እዩ መሓዛ እያ ብጣዕሚ ዝፈትዋን ዘኽብራን እንድዒ መሓዛ እያ ክብለኩም ከለኹ ሲ መሓዛ ክትበሃልስ ከምዚ ብቐሊል ቃል ዝግለፅ ይኸውን ብጣዕሚ እዩ ዝፈትያ ኣደይ በልዋ በቃ ብጣዕሚ እያ ተማኽረኒ ከምዚ ማንም ሰብ ዘማኽሮ ዘይኮነ እዚ ከመዳ እያ መኽረ ትልግሰልካ ብጣዕሚ ዝፈትዋ መሓዛይ እያና ማሓዛ ማሓዛ ክባሃል ከሎ ደሞ ክብራት ኣሕዋተይ ብማሓዛ ብቻ ኣይሓልፍን ናይ እዚኣ ምሕዝነት ብጣዕሚ እዩ ዝፍላ ብስልኪ እየ ዝፈልጣ ብኣካል እንኳንስ ተራኺብና ኣይንፈልጥን ብስልኪ ብቻ እንታይ እዩ እዚ ኩሉ ክንዲ ዝዛረብ ዘለኽ ከይትብሉኒ እዚ እትሪእዎ ዘለኹም ናይ ማሓዛይ ገዛ እዩ። ናይ መሓዛይ ገዛ ክብለኩም ከለኹ እንታማ ችግር እኒሀዎ እሺ እንታይ እሞ እዚ ኩሉ ንስኻ ትዛረቢ ኣለኻ ትብሉኒ ትኽእል ኢኹም ዶ ንሳ ኣብ ስደት እያ ዘላ ኣነ ደግሞ ኣብ ዓዲ መፅአ እየ ትፈልጡ ኢኹም ናየይ ገዛ ኣይተወደአን እና ገዛ ከስካዕ ዝውዳእ ሓደ ክላስ ክበክ እየ ኢላ ክህበኪ ኢለ ቃል ኣትያ ቃል ብዝኣተወቶ መሰረት ደሞ ቁልፋ ረኪባትኒ ማለት እዩ ደቂ ዓቤታይ እውነት ብጣዕሚ ገሪምኒ ማርያምን ማንም ቤተሰብ ዋላ ስቲ ስጋኻ ቤተሰብ ዘይገብሮ እኮ እዩ እና ሓደ ክላስ ብነፃ ብዘይ ምንም ገዛ ክራይ ሂባትኒ ተወልኩኹም ምስ ኣምኑ ዶ ደቂ ዓቤት ዋይ እውነት ብጣዕሚ ገሪምኒ በቃ

ብታሺ ዘልክዋ መሰረት ደሞ በሊ ቁልፊ ሃብኒ ኢለያ እንዲኦም ንዓይ ክትብልሲ ሓዋ መቐለ እዩ ነይሩ ንዓይ ክብሉ እዮም ቁልፊ ክውኑ መፂኦም እና እንድዒ ሓደ ሓደ ሰብ እኒሆ ብጣዕሚ ይገርመኒ ኣሎ ናይ ሓደ ሓደ ሰብ ልውህነት ማለት እዩ እና መረቃሊ ነዛ መሓዛይ ማለት እዩ እዚ ትሪእዎ ኣለኹም ክልተ ሚእትን ሓምሳን ካሬ እዩ ያው ሓቂ ምዝራ ብዳሕና ግዜ ዝተሃደመ እዩ ቅድሚ ጦርነት ዝተሃደመ እዩ እና ብጣዕሚ ክፅብቕ መዓት ካብ ኩሉ ብላዕሊ ደስ ዝብለኒ ደሞ መረብኡ ክሰፍሕ ክሰፍሕ ኣነ ብሂወተይ ካብቲ ገዛ ብላዕሊ ንዓይ ደስ ዝብለኒ ሰፊሕ መረባ ተደሊኻ ደሮ ተፍርየሉ ተደሊኻ ከፍቲ ተፍርየሉ ተደሊኻ ኣትክልቲ ትተኽለሉ በቃ ድሌትካ ኢኻ ትገብሮ እና ብጣዕሚ ሰፊሕ ግቢ ኣለዎ ክልተ ሜትሮ ሓምሳን ካሬ እዩ እና ብጣዕሚ ኣድኒቐያ እንዴ ኣይኮነን እንዳ ክልተ ሜትሮ ሓምሳን ካሬ ነዛ ሜትሮ ኣርብዓን ካሬ ንምስራሕ እንታይ ዝኣክል መስዋእቲ ከፊልና ያው ነናይ ባዕልትና ንፈልጣ ኢና ሂወትና ማለት ኢና በጣዕሚ ኣድኒቀያ ፈጣሪ እግዚኣብሔር ኣምላክ ስደት ኣሕፂሩ ብሰላም ብጥዕና ዓዳ ኣምፅኣ ድማ ነዚ ገዛ እዚ ኣብዚ ገዛ እዚ የንብራ የምንዋ በዓል ጥዕናኣ በዓል እንጀራኣ ይኹን እውነት እንድዒ ማለት ኩሉ ሰብ እኮ ሕማቅ ተሰሪሑ ናይታ ስርሑ እዩ ዝረኽባ በቃ ዝዘራእኻዮ ኢኻ ትዓጽድ እና ብቻ እንድዒ ከምቲ ህይወነታሲ እግዚኣብሔር ኣምላኽ ካብ ሓጢኣት በስተቀር ሓሳብ ልባ የስምረላ፣ ስደታ የሕጽረላ፣ ምስቶም ትፈትዎም ስድራ ቤታ ብሰላም የራኽባ፣ ዝሰርሐቶ ገዛ ደግሞ የምንዋ እየ ክብል ዝኽእል እና ንስኻትክንለ ገዝኣ መርቓላ ብጣዕሚ እያ ጥዕምቲ ጥዕምቲ በቃ ብጣዕሚ እያ ጥዒትና መርቓለይ ንመሓዛይ ክብለክን ይፈቱ እና ያው እዚ ክንደይ ወዲ ክልተ ሜትር ሓምሳን ካሬ ትብሉኒ ትኽእሉ ኢኹም ማለት ሕዚ ዝኒሀ ዕዳጋ ካሊእ ንሳ ዘስርሐቶ ካሊእ ይመር ቅድሚ ጦርነት እዩ ተሰሪሑ ብረት ሐዚ ሽዑ ሓሙሽተ ሚእቲ ቅርሺ ነይሩ ደቂ ዓበይቲ ዋይ ሐዚ ብረት ክልተ ሽሕ ሓሙሽተ ሚእቲ እናሃለወ ንሱ ግን ብሓሙሽተ ሚእቲ ቅርሺ ተገዚኡ ትረጉድ ብረት ዝበሃል ማለት እዩ እና ማዕፆ እውን ብኡልካ ቅድሚ ዶላር ምውሳኽ ኩሉስ ብሕሳር ግዜ እዩ ተሰሪሑ ግን ኣብቲ ሰዓት ንሱ እኳ ቢያንስ ልዕሊ ሰለስተ ሚልዮን ዝኸውንስ ወዲኡ እዩ ልዕሊ ሰለስተ ሚልዮን ወዲኡ እዩ ምስ ሰራሚኩ ምስ ማዕፅኡ ሰራሚክ ኩሉ ተገጢምዎ እቲ ገዛታት በቃ ቀለም ኳርትዝ ቀለም ኩሉ እዩ እኒሀዎ ማዕፆ ናይ ካንሸሎ ትሪእዎ ኣለኹም ብናይ ስገም ዳሜራ እዩ ተሰሪሑ እና ንኹላ ምሉስ ካብ ሰለስተ ሚልየን ይበፅሕ እዩ እዚ ከናይ መዓዝ ዕዳጋ እዩ ትልኩምኒ ብሕሳር ግዜ ብዳሕና ግዜ ኣብዚ ሕዚ ግዜ ኣይኮነን እና ከምዚ ወዲ ክብራት ኣሕዋተይ ብቻ ግን ዝሃብካ ሂብካ ገንዘብ ዝጠፈእ ጠፊኡ ኣሎ ከምዚ ኢሉ ማዕሪጉ ክትሪኦ ከለካ ብጣዕሚ እዩ ደስ ዝብል እና እታ ክላሰይ ደሞ እዚኣ እያ ንዓይ ዝሃበትኒ እና ክብራት ኣሕዋተይ ነመሓዛ ይመርቃለይ ክብለክን ይፈቱ እውነት ከምዚ ዓይነት ጥዑማት እንደ እውነት ኣነ መጀመርያ ወይ ለካ ሰብ ግዲ ኣለኒ እየ ክብል ሓሲበ ማለት በቃ ሰብ ግዲ እኒሀኒ ሰብ ግዲ ይፈትወኒ እዩ እስካዕ ዝብል እየ ኣነ እንትን ኢለና ብቻ እንድዒ ቃል የብለይ ነዛ መሓዛይ መዓረይ ያው ስማ ክገልጽ ኣይፈቱይ ግን ደሞ ብጣዕሚ እየ ዝፈትወኪ ዘኽብረኪ ያው ከም ዝፈትዋን ከም ዘኽብራን ትፈልጠኒ እንድያ ብዚ ኣጋጣሚ ደሞ ኣብ ቅድሚ ተመልከተይ ክምስክረላ ስለ ዝደለኹ እዩ ማለት እዩ እና ክብራት ኣሕዋተይ ኣብ ስደት ኮይንክን ተስርሓ ገዛ ቤተሰብ ከምዚ ገይርኒ ገለ ክትብላ ትኽእላ ገዛ ምስራሕ መስዋእትነት እዩ ማርያምን እየ ዝለኩም ኣነ ክልተ መዓልቲ ሰሪሐ ሓንቲ ክልተ ምሸት ማየስቴ ሰዓል ሒዝኒ ትርእዩኒ ኣለኹም ጎረሪ ዓነፍነፍ ኢለ ኣይምቀንየ ልዕሊ ሰሙን ሐዚ እውን ኣይሓሸንየ ወረረይ ብጣዕሚ ዘስዕበኒ ምሸት ምሸት እና ገዛ ምስራሕ ሓደ ጉልበትካ ይውድእ ካልኣይ ገንዘብካ ይውድእ ሳልሳይ ምስ ሰብ የባእሰካ ገዛ ምስራሕ ማለት መስዋእትነት እዩ እና ክብራት ኣሕዋተይ ዓባይ ንእሽተይ ከይበልክን ዋላ ክልተ ክላስ መንበሪትክን ሰሪሕኸን ዓድኽን ተመለሳ ካብኡ ከዓኒ ምስ ቤተሰብ ከይትጋጨዋ ማርያምን በዓልቶም ማይ ዘስትዩ ተኾይኖም በዓልቶም ዘስርሕዎ ተኾይኖም እቲ ማይ ምስታይ እሞ ደሓን ጉልበት እዩ ጉልበት እዩ ዝውድእ እምበር ካልእ ምንም የለይ እሞ ኸ እቲ ሰራሕተኛ ጽቡቕ ዶ ሰሪሕዎ ምስ ሰራሕተኛ ክትጨቓጨቕ ሎማዓንቲ ትቖጽርዎ ጽባሕ ይጠልም ዋይ በቃ ታይ እሞ ይኽለኩም ሕማም እዩ እውነት እና ኣቦይ ኣነ ከስርሐለይ ከሎ ስደት ኮይነ ከምዚ ይኹን ንምንታይ ከምዚ ኮይኑ ታኽ እየ ዘብሎ ነይረ ናይ ኣፍ ጨለ በሉኒ በቃ ብኣፍ ጨለ ኣብዚ መፅኤ ክርኢ ከለኹ ግን ኣብ ክልተ መዓልተይ ደኺምኒ ሰልችዩኒ ብልክዕ ደሞ ሓይመ ዋይ ዘቦይ መዓረይሲ ከመይ ዝበለ ጉልበት እዩ ሒዝ ረኣ ዝኩለ ኣስሪሕዎ ኢለ ብርግፅ እንታይስ ቀሪበዋ ብጣዕሚ እዩ ሓሚቑ ብጣዕሚ ማለት እዩ ዓፍራ ዝመስል ንረበይ ብጣዕሚ ጸልዩ መሓሚቁ ምንም ዝቀሪ ነገር የብለይ ወላ ኣብቲ ግራውቲ ሲ ዋይ እዚ ከምዚ ገይሮም ዘስርሑልከ ብኸኩ ዓፍራ ዝመስሉ ዝነበሩ ሰብኣይ ሕዚ ጸልሎ ኣምሲልክዮም ኸሓስዮም ገለ እዩ ዝለኒ ሰብ ዝርኣየኒ ማለት እዩ እና ደቂ ዓበይቲ ወይ ገዛ ምስራሕ መስዋእትነት እዩ እውነት ስለዚ እቶም ዘስርሑልኩም ቤተሰብኩም እቲ ገዛ ከም ዘስርሑልኩም በቃ ከምዚ ገንዘብ ክንእሰኩም ይኽእል ምናምን በቃ ክይትሓምይዎም ሕማቅ ነገር ክይትሓስብሎም ኣተንከባከብዎም እየ ክብለኩም ዝክእል እንታይ እዩ ብሓሳዊ ዝበለ ሓሳዊ ዝበለማ ሰራሕተኛ የባላሽወለይ ዶ ይህሉ ከምኡ ዶ ይስራሕ ይህሉ እንተ ሓደ ክትጥይቅ እንተ ሓደ ረኣየለይ ክትብል ገዛ ምስራሕ ብዙሕ ሰብ ኢካ ተማክር ብዙሕ ሰብ ኢካ ረኣየለይ ትብል እቲ ዝስራሕ ማለት ሓደ ሰራሕተኛ ይሰርሕ እሞ ብትኽክል ድዩ ሰሪሕዎ ክትብሎ ሜስካ ካልእ ሰብ ትጥይቕ እሞ ከዓ ብኡ ልክዕ ውሽጥኻ ትሳቐቕ ትሓስብ ትችገር ብዙሕ ነገር እና ገዛ ምስራሕ መስዋእትነት እዩ እና ገዛ ዘስርሕልኩም ቤተሰብ ኣይትጨቓጨቕዎም፣ ተንከባኸብዎም ብሂወት ከለዉ ኣመስግንዎም የክለኩም ይኽእል ነዚ ገንዘብ ከፊልካ ብገንዘብ ዝኽፈል እንድዕ በቃ ስለዚ ገዛ ስርሐለይ እሞ ከምዚ ገንዘብ ክህቦ ውህብቶ ክህቦ ገለ ብውህብቶ ዝምለስ ኣይኮነን። ንሕና ምናልባት ደሕና ስራሕ ሰሪሕና ገንዘብ ክንልእኽ ንኽእል ንሳቶም ሓመድ መሲሎም ከመይ ገይሮም ከም ዘስርሕዎ ግን ኣነ ባዕለይ ክምስክረልኩም ይኽእል እና ገዛ ምስራሕ ጉልበትካ ገንዘብካ እዩ ዝውድእ እሞ ከዓ እንድዒ እንድዒ ክንደይ ግዜ ክቕመጦ ኣይፈልጥን ብቻ ከምዚ ይመስለኒ ነይሩ ኣብ ስደት ከለኹ ታይ ከም ዘይኸውን ገለ እየ ዝብል ነይረ ብጣዕሚ እየ ዘማርር ነይረ ሐዚ ግን ባዕለይ ምስ ረኣኽዋ ይቅርታ ሓቲተ ኣነ ብወገነይ እና ደቂ ዓበይቲ ዋይ ኣይተማርማር